ሰላም ሰላም ናይ ዩኒየን ሚድያ ተኸታተልቲ ሎማዓንቲ ከምቲ ዝፍለጥ ንዓኹም ይጠቕሙ እዮም ዘልኩዎም ትሕዝታት ሒዘልኩም ክመፅ ኣለኹ እዞም ትሕዝታት ድማ ሓደ ወዲ ሰብ ሴጋ ዝፍፅም ተኾይኑ ወይ ድማ በዓል ንባዕሉ ስምዒት ዘራግፍ ተኾይኑ ከመይ ጌርና ርኢና ንፈልጦ እዩ ወይ ድማ ዘርእየና ምልክታት እዩ እዞም ምልክታት ትፈልጥዎም ዘለኹዎም ኣብ ብዙሓት ኣብ ናይ ሶሻል ህይወት ብዙሓት ሰባት እዚ ብበዝሒ ፐርሰንት ይጥቀምሉ እዮም እዚ ድማ ኣብ መሓዝትና ይኹን ወይ ድማ ደቂ ኣንስትዮ ተኾንክን ኣብ ፍቕረኛኽን ብዙሕ ዓመት ኣብ ፍቕረኛ ጸኒሖም ግን ሴክስ ናግበሩ ዋላ ግን ሰም ድሕሪኤን ናይ ሴጋ ወይ ድማ ዓርሶም ብዓርሶም ስምዒቶም ከራግፉ ዝምክርሉ ሰባት ኣለዉ ናብ ስራሕና መፅኦም እውን ዓመት ክልተ ዓመት ገይርና እስካ ሕዚ ግን ውላደ ወለድናን ዝብሉ ሓሳባት ስለ ዝመፅኡ ኣብ መሓዝትና ድማ እዚ ነገር እዚ ኣብ ገዝኦም ተሓቢኦም ይኹን ገለ ይኹን ዴይሊ ዝጥቀምሉ ነገር ስለ ዝኾነ እዚ ድማ ሂወቶም ከበላሽወሎም ስለ ዝኽእል እዚ ሓሳብ እዚ ወይ ድማ እዚ ምልክት እዚ ተሪእኹሞም ክትዋግእዎም ወይ ድማ ቅርብ ኢልኩም ክተናግርዎም ንፍቕረኛኹም ድማ ደቂ ኣንስትዮ እዚ ነገር እዚ ካብዚ ነገር እዚ ንክወፅእ ክትሕግዞኦም ክትኽእል ኣለክን እና ቻናል እዚ ሰብስክራይብ ዘይገርኩም ሰብስክራይብ ብምግባር ቪድዮ ላይክ ብምግባር ንጀምሮ ቅድሚ ናብዞም ምልክታት ምእታውና ግን ሴጋ ኣብዚ ሓብ ደቂ ኣንስትዮ ዝረኣየሉ ካብ 18 ዓመት እስካብ 30 ዕድመ ዘሎ ደቂ ኣንስትዮ ባዕለን ንባዕለን የርክዓ እየን ወይ ድማ ሴጋ ይጥቀማ እየን እዚ ዝጥቀማሉ ምኽንያት ድማ ድቃስ ይኣብየና ዝብል ኣብ ናይ ኣብዝሓ ደቂ ኣንስትዮ ምኽንያት ይኸውን እዩ። ሴጋ ተዘይገርና ድቃስ ይኣብየና። እዚ ዝኾነሉ ምኽንያት ድማ ደይሊ ስለ ዝገብራ ብዘይ ንሱ ክድቅሳ ኣይኽእላን። ምኽንያቱ ደቂ ተደጋጋሚ ዝትገብሮ ነገር ልምዲ ስለ ዝኾነካ ማለት እዩ። ኣብ ደቂ ተባዕትዮ ተመጺና ግን ንምንታይ ኢኹም ሴጋ ትገብሩ ኢልካ ኣብ ትጥይቐሉ ሰዓት ኣነ ካብ ድብርቲ ንክወጽእ ወይ ድማ ናይ ሴክስ ፊሊንግ ክህልወኒ ከሎ ክስምዐኒ ከሎ ባዕለይ ንባዕለይ ይዕግስ ወይ ድማ ባዕለይ ንባዕለይ ይርክዕ ዝብል እዩ። እዚ ግን ብጣዕሚ ወሳኒ ነገር ትኩረት ትገብሩ ዘለኩም ንቀጻሊ ህይወትና የበላሸየልና እዩ ንኣብነት ኣብ ደቂ ደቂ ተባዕትዮ ተኮይኑ ናይ ጓል ፍርሒ ወይ ድማ ናይ ጓል ኣንስተይቲ ርክብ ግብሩ ፍርሒ የጋጥሞም እዩ እታ ጓል ኣንስተይቲ ድማ ናብ ወዲ ተባዕታይ ትጸልኦሉ ምክንያት ኣሎ ምክንያቱ ሓዳር ትገብረሉ ሰዓት እዚ ነገር እዚ መፈላለዩ ክኸውን ይኽእል እዩ ንኣብነት ከምቲ ዓንተዎ ዝበልኩኹም ሓዳር ገይሮም ቆልዑ ሎም ንሃለዉ ግን ተሓቢኦም ካብ ደቆም ይኹን ካብ ሰበይቶም ሴክስ ይገብሩ እዮም እዚ ድማ ዕግበት ናይ ሴክስ ስለ ዘይብሎም እዩ እና ንፍቕረኛኽን ዝህበክን ንእሽተይ ምኽሪ እኹል ዝኾነ ናይ ሴክስ ፖዚሽን ይኹን ድሌቶም እስካብ ዘማልኡ ዝኣኸል ክንዚ ዝደለይዎ ሴክስ ክትገብራሎም ትኽእል ኣለኪ ምክንያቱ ካብዚ ነገር እዚ ንክወፁ ክትሕግዞኦም ምንቲ ኢለ እየ እና ኣብ ደቂ ተባዕትዮ ተመፅኡ ድማ ካብዞም ምልክታት እዚኦም ተሪኢኹም ብሎም ካብ መሓዝትኩም ይኾኑ ቅርብ ኢልኩም ክተማኽርዎም ትኽእሉ ኣለኩም እና ናብዞም ምልክታት ክንኣቱ ካብቶም ምልክታት እቲ ሓደ ንኣብነት ንፍቕረኛኺ ወይ ድማ ሰብኣይኪ ብድሕሬኺ ስሒትካ ዘፍስስ ተኾይኑ ወይ ድማ ዓርሲ ብዓርሲ ዘርቅዕ ተኾይኑ ከመይ ጌርኪ ትፈልጥዮ? ንኣብነት ኣብቲ ናይ ሕሉፍ ህይወትኩም ኣብ ጽቡቕ ዝበሃል ናይ ሴክስ ኮንዲሽን ተነይርኩም ንኣብነት ኣብ ናይ ሴክስ ሰዓት ዝሓሸ ሰዓት ተጓዒዙ ንስኽስ ኣብ ትውድእሉ ሰዓት ንሱ እውን ኣብ ዝውድእሉ ሰዓት ተመጣጣኒ እንተነይሩ ኣብ ዝሕስ ሰዓት ግን እንድሕር ጋና ስኽና ጀመርኪ ኣብ ሓደ ደቂቓ ገለ ዘፍስስ ወዲኡ ስምዒቱ ዝረክዕ ተኾይኑ እዚ ነገር እዚ ብድሕሬኺ ሴጋ ይጥቀም ኣሎ ማለት እዩ። ብኻሊእ መንገዲ እውን ይዳኸም እዩ። ብልዕቱ እውን ይጫማዲ ድማ ፍሲካል ናይ ብልዕቱ ይቕንስ። ኣብቲ ጠንካራ ዝነበረሉ ሰዓት ሕዚ ግን ናቱ ብልዕቲ ይደቅቕ። ናናኣሰ ፍሲካል ናናኣሰ እዩ ዝኸድ ሴጋ ብልዕቲ የንእስ ስለ ዝኾነ ማለት እዩ። ብመቕጻል ድማ ስኺ ኣብቲ ሴክስ ኣብትለሉ ሰዓት እሱ ድቃስ ዘብዝሕ ተኾይኑ ካብቶም ምልክታት እዚኦም ተሪእኹምሉ ሰብኣይኪ ብድሕሬኺ ሴጋ ይጥቀም ወይ ድማ ዓርሱ ዓርሱ የርክዕ እዩ ማለት እዩ። ናብ ተቃራኒ ጾታ ተኸይድና ድማ ሰበይትኻ ብድሕሬኻ ሴጋ ትጥቀም ወይ ድማ ዓርሳ ዓርሳ ተርክዕ ተኾይና ከመይ ትፈልጣ? ንኣብነት ንስኻ ኣብቲ ልሙድ ሰዓት ተመሳሳሊ ሰዓት ሴክስ ትገብርሉ ነበርኩም ሰዓት ንስኻ መጺኻ ሴክስ ንክትገብር ንሳ ግን ንከይ ገጻ ገይራ ትድቅስ ተኾይና ብቅድሜኻ ኣፍሲሳላ ወይ ድማ ናይ ባዕላ ንባዕላ ስምዒት ኣርኪ ኣላ ማለት እዩ እዚ ዝኾነሉ ምክንያት ድማ ሴጋ ንጓንስትዮ ዝገብረን ተፅዕኖ ዝፈጥረለን ነገር ኣሎ እቲ ሴጋ ባዕለን ንባዕለን ከርክዓ ከለዋ ወዲ ንክፀልኣ ወይ ድማ ምስ ወዲ ሴክስ ንክገብራ ዝፅልኣሉ መንገዲ እዩ ዝፈጥረለን እዚ ድማ ምሳኻ ሴክስ ትገብር ፊሊንግ የብላን ማለት እዩ ብምቕፃል ድማ ናይ ድኻም ስምዒት ዝስማዕታ ጓንስተይቲ ወይ ድማ ሰበይትኻ ዓፅዓፅ ያውንትን ምክንያቱ ትጨኻጨኸካ እያ ኣብቲ ስኻ ምንም ዘይጨኻጨኽ ነገር ትጨኻጨኸካ ትኾይና እታ ጓንስተይቲ ሲጋ ትጥቀም እያ እና እዚ ብቐሊሉ ክትፈትሖ ትኽእል ኢኻ ብምንጋር ወይ ብምርዳእ ንዓኣ ድማ ኣብ ሰዓታ ግዜ ብምሃብ ምስኣ ሴክስ ብምግባር ወይ ድማ ናይ ላይፍ ዝኾነ ሮማንቲክ ዝኾነ ግዜ ምስኣ ብምሕላፍ ናብ ፖዚሽና ወይ ድማ ናብ ቦታ ንክትምለስ ትሕግዝ ኣለካ ማለት እዩ እዚ ካልኣይ ምልክት ድማ ሓፈሻዊ እዩ ንኩሉ ፆታ ንኩሉ መንበርሲ እዩ ዝለኩም ድማ ሓደ ሰብ ሴጋ ዝጥቀም ተኮይኑ ዓርሱ ይፀልኦ ምኽንያቱ ዓርሱ ብኸመይ እዩ ጸልኦ ተይልኩምኒ ሴጋ ኣብ ዝፍጽመሉ ሰዓት ኩልሻዕ ሴጋ ፈጺሙ ኣፍሲሱ ውድእ ምስ ኣበለ ሰውነቱ ይጸልኦ ምኽንያቱ ይጠዓስ ንምንታይ እየ እዚ ነገር እዚ ገይረ እዩ ናብ ዝብል ቁጭት ይኣቱ እዩ እሞ እዚ ነገር እዚ ድማ ዓርሱ ንኸየለዓል እዩ ዝገብሮ ንኣብነት ሻወር ብኣግባቡ ኣይወስድን ምክንያቱ ሰውነቱ ይጸልኦ ወይ ድማ ሰውነቱ የናእሶ ክዳኑ ብኣግባቡ ኣይቅይርን ኣብ ገዛ ኹን ኣብ በዓል ሓዳሪ ኹን ኣብ ዝኾነ ይኹን ብቐሊል ዝፍታሕ ነገር ንክጨኻጨኽ ወይ ድማ ሞራል ንክስእን ወይ ኣብ ደገ ወጺኡ ክዳኑ ቀይሩ ወይ ድማ ምስ መሓዝቱ ወጺኡ ክጫወት ገለ ኣይኽእልን ክዝናነ ኣይኽእል ምክንያቱ ኣብቲ ሱሱስ ኣትዩ ስለ ዘሎ ኣብ ገዛ ናይ ምውዓል ወይ ድማ ናይ ድበርቲ ስምዒት ንክስምዖ እዩ ዝገብሮ ጥንካሬ እውን ይስእን ምክንያቱ ሉዝ ንገብሮ ሴጋ ክንወቅዕ ከለና ሉዝ ንገብሮ ኢነርጂ እዩ ሓይሊ ይስእን፣ ፍጥነቱ ይስእን፣ እዚ ድማ ምስ ብዙሓት ሰባት ንኽጋጮ ወይ ምስ ሰባት ንኸይረዳዳእ ይገብሮ፣ ዓርሱ ኮንፊደንሱ እውን ይስእን፣ ነገራት ክገብሮም እዞም ዝግበኡሉ ሰዓት ኮንፊደንስ ንስእነሉ ኢና፣ እና እዚ ነገር እዚ ኣብ ህይወትና ዓብዩ ተፅዕኖ ክፈጥረልና ስለ ዝኽእል እዞም ምልክታት እዚኦም ኣብ ንርእየሉ ሰዓት ንመሓዙትና ይኹን ንፍቕረኛና ይኹን እዚ ምኽሪ እዚ ክንመኽሮም ክንክእል ኣለና ወይ ድማ ካብዚ ነገር እዚ ንክወፅእ ክንገበሮም ኣለና ንኣብነት ንፍቕረኛና ትኮይኑ ናይ ሴክስ ዕድል ብምሃብ ወይ ድማ ፖዚሽናት ብምውሳኽ ደረጃታት ናይ ሴክስ ብምውሳኽ ንዚ ሰብ እዚ ካብዚ ነገር እዚ ወይ ድማ ካብዚ ዓዘቕቲ እዚ ንክወፅ ይኽእል እዩ ንኣብነት መሓዛና ትኮይኑ ግን ናይ ሴክስ ዕድል ክንፈጥረሉ ስለ ዘይንኽእል ቅርብ ኢልና ብምኽሪ ይኹን ወይ ድማ ብነገራት ሞትቬት ክንገብሮ ክንክእል ኣለና ማለት እዩ ናይና ናይ ሎማዓንቲ ትሕዝተና እዚ ይመስል ነይሩ ስለ ተኸታተልኩምኒ ብጣዕሚ እየ ዘምስግን ክንሰርሐልኩም ዝደልይዎ ቪድዮ ተሃልዩ ድማ ወይ ድማ ሓሳብ ተሃልዩ ኣብ ኮሜንት ጸሓፉልና ክንሰርሐልኩም ኢና ቻናልና ሰብስክራይብ ዘይገበርኩም ሰብስክራይብ ብምግባር ቪድዮ ትምችኩም ድማ ላይክ ብምግባር ናብ ብዙሕ ሰብ ንክበፅሕ ሼር ብምግባር ናይ ቻናል እዚ ቤተሰብ ትኾኑ ትኽእሉ ኢኹም ብቐፃሊ ቪድዮ እስካብ ንራኸብ ደሓንኩም